መበል ዓሰርተ ትሽዓተ ኽፋል እቶም ጅቡታውያን ሓለውቲ መብራህቲ ካብዚ እንተዘይርሒቕኩም ንፖሊስ ብሬድዮ ርክብ ጸዊዕና ክንረክበኩም ኢና ምባሎም ንረዘነን ብጾቱን ከቢድ ሻቕላ እዩ ፈጢሩሎም። ካብቶም ደቂ ዓዲ ናብቶም ሰለስተ ኣባላት ሓለዋ መብራህቲ ብምልኣኽ ከኣ ከም ዝረዳድእዎም ገበሩ። በቃ ጥራይ ንስኹም ንፖሊስ ኣይተረክቡና እምበር ንሕና ካብዛ ሰዓት እዚኣ ኣትሒዝና ናብ ዘለኹሞ ገጽና ኣይንቐርብን ኢና ኢሎም ኩላቶም ተጓዓዝቲ ብሓባር ናብቲ ኣንጻር ሸነኽ ናይታ ደሴት ርሒቖም ከም ዝኸዱ ድማ ጥራዝ ረዘነ ትጠቅስ። እቶም ሓለውቲ መብራህቲ ንሰለስተ መዓልታት ዝኣክል ቅቁሩብ ሓርጭን ዝስተ ማይን እናተኹብልና እኳ እንተጸናሕና፣ ኣብ መወዳእታ ግን ንዖምን መግቢ ስለ ዘይመጾም እዮም ዓቕሎም ጸንቂቖም ኣጊዶም ከርሕቑና ዝተገደዱ እውን ብኸምኡ እዩ። ንሕና ኸኣ እቲ ማዕበል ክሳዕ ዝሃድእ እንተ ጸንሕና እሞ ገለ የመናውያን ገፈፍቲ ዓሳ እንተ መጹና ናብ ስዑድያ መሊስና ክንፍትን እዩ ሓሳብና ዝነበረ ትብል እታ ጥራዝ። ረዘነን ብጾቱን እቲ ማዕበል እንተ ሃድኣ ብምባል ብተስፋ ተጸበዩ። ዘይከም ትጽቢቶም ኪሃድኤ ሓምሻይ መዓልቱ ደኣ ከበረ። ትጽቢት ዓቕሉ ዘጽበበሉ ረዘነ ሓደ ንጎ ናብቲ ምትሃት ተፈጥሮ ዘስተማቕረሉ ጎቦ ገጹ ከይዱ ወዓለ። ካብቲ ዝወዓሉ እናተመልሰ ከሎ ከኣ'ዩ ኣማዕድዩ ንኣቐልቦኡ ዝስሕብ ነገር ዝተዓዘበ። ኣብቲ ጎቦ ውዒለ ከይተፈለጠኒ መሬት መሰየ። ናብ ብጾተይ እናተመለስኩ እንከለኹ ኣብ ልዕሊ ሓደ ዓቢ ደንጎላ ደይበ ናብቲ መደጉልና ገጸይ እንተ ማዕደኹ፣ ካብቲ ብጾተይ ዝነበሮ ገምገም ባሕሪ ፍንትት ኢላ ሓንቲ ዓባይ ሳንቡቕ ደው ኢላ ረኣኹ። ክልተ ሰባት ካብኣ ወሪዶም ብንእሽቶ ጃልባ እናጀለቡ ናብቲ ብጾተይ ዝነበሮ ገማግም ገጾም ተጸግዑ። ሽዑ ኣነ እንታይ ዝኾኑ ደኣ ኣሎም ኢለ ንኽርእዮም ተረበጽኩ። ገለ ብሬድዮ ርክብ ዝተጸውዑ ወተሃደራት ከይኮኑ እየ ሰጊኤ። ካብቲ ዘማዕድወሉ ዝነበርኩ ደንጎላ ወሪደ ብኸውሊ ኸውሊ ገይረ ነቲ ብእሳተ ጎመራ ዝተሰርሐ ኣሻኽሰና ጭሮ እናደየብኩን እናወረድኩን ናብኣቶም ገፀይ ቀረብኩ። እቶም ሰብ ጃልባ ክዳውንቶም ወታሃደራዊ እዩ፣ መልክዖም ግን ፍልይ ዝበለ ናይ ፈረንሳ ወይ ዓረብ ዝመስል ገፀ ክርእይ ተፀብየን ገሚተን። እቲ መልክዕ ይኹን ኣቃውማ ኣካላቶም ግና ናትና ዓይነት እዩ ነይሩ። ዝያዳ ቀሪበ ተዓዘብኮም፣ በቲ ዝጸንሓኒ ኣጋጣሚ ክኣምን ኣይከኣልኩን። ድሮ ብዘይካቶም ክልተ፣ እቶም ካልኦት ብጾት እውን ወሪዶም ምስ ብጾትና ከዕልሉን ክስሕቑን ጀሚሮም እዮም ጸኒሖምኒ። ኩሎም ተኣኻኺቦም ይጻወቱ፣ የዕልሉ፣ ኣነ እውን ሕውስ ኢለዮም። ነቲ ብጥቓይ ዝነበረ ብጻየይ ከኣ፣ እንታ ወዳእሎም እዚኣቶም? ኢለ ሓቲተዮም። ኣሕዋትና እዮም፣ ተጋደልቲ ህዝባዊ ግንባር። ብኡነት በል ኣዝየ ተደኒቐን ተሓጒሰን ካብቲ ደው ዝበልክዎ ዘሊለ ስኢመዮ ክቱር ኣድናቖተይ መግለጺ ስኢነሉ ገጾም ዕትበትን ፍሽኽታን ዝተፈራርቖ እዩ ኣብዚ ማእከል ባሕሪ ኣብ ደንደስሞት ኣብ ዝነበርናሉ እዋን ናብታ ደሴት ምምጽኦም እናገረመኒ ገና ከይዕረፉ ብዛዕባ ኩነታትና ክሓቱን ጸገምና ክካፈሉን ላዕልን ታሕትን ምባሎም ልበይ ተንኪፉኒ በታ ጃልባኦም ናብታ ሳንቡቕ ደው ኢላትሉ ዝነበረት ማእከል ባሕሪ እናጀለቡ ብምኻድ፣ ካብኣ ማይ ብጀሪካን ከምኡ'ውን ፍርቂ ኩንታል ሓርጭ ሒዞምልና ተመልሱ። ኩላትና ብኽቱር ታሕጓስ ዓለልና። ኢደይ ኢድካ ኢልና ድማ ምግብና ኣዳሊና ነቲ ክጣራዕ ተቓሪቡ ዝነበረ ከብድና ዓንገልናዮ። ጸሓይ ግቡእ ስርሓ ኣጠናቒቓ ንወርሒ ረኪባትና ናብ መሕደሪኣ ሃተፈት። ወርሒ'ውን ብጊደኣ ዕማማ ብምጅማር ንመሬት ቆሎም ሰሎቶም ፍጹም ብርሃን ዝኣሰሎ ለይቲ ንሕና ውን ፍርሕናን ስክፍታናን ሳላ ኣሕዋትና ተቐንጢጡልና ብኽቱር ታሕጓስ ጀሪካን ከም ከበሮ እናዘበጥና ዕሙር ጓይላ ተኸልና እቶም ደቂ እቲ ከባቢ ብባህሊ ዓዶም ከም ኢራብ ንሰማይ እናዘለሉ ክስዕስዑ ጀመሩ ጀበል ክብሪት ውን ነቲ ዕሙር ባህላዊ ጸወታ ዓፍር ተቐቢሉ መቓልሕ እናመለሰ ኣድመቐልና ኩላትና ንክኣሎ ኣይንክኣሎ ምስቶም ብዓፈር እናደረፉ ዝዘሉ ዝነበሩ ሰሚርና ብኩባዕ ክንነጥር ጀመርና። ጓይላ ዓመረ ነቶም ተጋደልቲ ከቢብና ክንዘልል ለይቲ ውጋሕናያ ትብል ተጥረስ። ንጽባሒቱ'ውን እቲ ፍሱን ሕጉሱን ሃዋህው ኣይነከየን። እቲ ቀስ ብቐስ ዝጀመረ ዕላል'ውን እናዓመረ ከደ። ካብቲ ዕላል ከም ዝተረዳእክዎ እቶም ተጋደልቲ ብየመን ምስ ነበሩ'ዮም። ዝጸዓን ጽዒኖም ናብ ቦትኦም ክምለሱ ከለዉ እዮም ንእግረ መገዶም በጋጣሚ ናብታ ዝነበርናላ ደሴት ኣላጊሶም። ንዓና ጽቡቕ ኣጋጣሚ ኮይኑልና። ኣብ ጸገምና ተረኺቦም ኣድሒኖምና ዝበለ ረዘነ፣ እታ ካልኣይቲ ለይቲ እውን ምስቶም ተጋደልቲ ክዘናግዑን ጓይላ ተኺሎም ክስዕስዑን ከም ዘውግሕዋ ይዝክር። እቲ ክሰራስር ዝቐነየ ብርቱዕ ማዕበል፣ ከምቲ ደቂ'ቲ ከባቢ ዝተተንበይዎ ኣብ ሻብዓይ መዓልቱ እናሃድኣ ከደ። ብዛዕባ እዚ እተጥራዝ ብብርቱዕ ማዕበል ኣልባቡ ጠፊእዎ ዝነበረ ባሕሪ ናህሪ ወዲኡ ዘፍ በለ። ብዘይካቲ ሕልፍ ሕልፍ ኢሉ ዝረኣ ጻዕዳ ዓፍራ ካልእ ኩሉ ህድኣት ወረሶ። እቶም ክመጹና እሞ ናብ ስዑድያ ከስጉሩና እንጽበዮም ዝነበርና የመናውያን ገፈፍቲ ዓሳ ግን ከይተቐልቀሉ ወዓሉ። ኣብ ሻምናይ መዓልቲ እቶም ተጋደልቲ ጃልባኦም ካብታ ዓባይ ሳንቡቕ ኣውሪዶም እናጀለቡ ንሸነኽ ደቡብ ናይታ ደሴት ተጓዕዙ። ምእንታና ክብሉ ገለ ነቶም የመናውያን ገፈፍቲ ዓሳ እንተ ረኸቡ ኢሎም እዮም ተበጊሶም። ኣርሒቖም ነዊሕ ምስ ተጓዕዙ ከኣ ድሕሪ ገለ ሰዓታት ገፈፍቲ ዓሳ ረኸቡ እሞ ሒዞሙልና ተመልሱ። ምስኣቶም ምስ ኣራኸቡና ከኣ ናብቲ እንደልዮ ንኸብጽሑና ክንደይ ዋጋ ከም ዝሓቱ ተወከስናዮም። ንመምለሲ ዝኸውን እኹል ገንዘብ ዘይነበሮም ብርክት ዝበሉ ብጾት ነይሮሙና እዮም። እቶም ተጋደልቲ። ገዲፍኩሞም ኣይትኺዱ ኢሎም ለሚኖም ለማሚኖም ሕራይ መስ ኣበሉዎም ከኣ መብዛሕትናቶም ኣብታ ደሴት ብሓባር ዝቐነና ሰባት ናብ የመን ክንምለስ ተበገስና ይብል ረዘነ። እታ ጥራዝ ነቲ በዓል ረዘነ ካብቶም ተጋደልቲ ተሰናቢቶም ክፈላለዩ ከለዉ ዝነበረ ሃዋህውን ኣብ ልዕሊ ረዘነ ዝፈጠሮ ስምዒትን ብውዑይ ኣስፊራቶ። ኣብተን ክልተ መዓልታት ምስቶም ተጋደልቲ ኣዚና ኢና ተዋሂድና። ብዙሕ ጠቐሚ ኣስተምህሮ እውን ሂቦምና ነበሩ። በቲ ዝተምህሮ ዘይተመሰጠን ምስ ሕልንኡ ዘይተማጎተን ሰብ ኣይነበረን። በዚ ከኣ ብዘይካ ውሑዳት ከምዚ ከማይ ሰብ ረጎርቲ ቆርበት ተዘይኮይኖም ብርክት ዝበሉ ካባና ናብ ኤርትራ ምስኦም ተመልሱ። ኣብተን ብሓባር ዝጸናሕናለን ጽንኩራት መዓልታት፣ ሓድሕድና ኪኖ ምቅርራብ፣ ከም ካብ ሓንቲ ማህጸን ዝወጻና ኣሕዋት ደቀኖ ኮይንና ስለ ዝነበርና ንኽንፈላለ ዓቐብ ኮይኑና። ግን ልዕሊ ዝኾነ ይኹን ነገር ከም ኩነታት ገይሩ ንወዲ ሰብ ዝገዝኦ ሓይሊ የለን። ንምፍልላይ ተሓቋቒፍና፣ ተሰዓዒምና፣ ናይ ጀበል ክብረት፣ ታሪኽ ከኣ ኣብዚ ኣብቂዑ ብምባል ተዛዘመ። ጃልባ ግፍፍቲ ዓሳ ንየመን ተበጊሳ። እቲ ዝቐነየ ማዕበል ዝልል ቀንዩ ዘሊሉ ዘፍ ስለ ዝበለ፣ ኣብ ጉዕዞኦም ዝጥቀስ መሰናኽል ኣይጋጠሞምን። ንሰላማዊ ጉዕዞ ባሕሪ ንፈለማ ግዜ ኣስተማቐረ። ረዘነ። ብዘይ ዝኾነ ይኹን ዕንቅፋት መሬት የመን ረጊጽና። ካብ የመን ከኣ ናይ ትሽዓተ ሰዓታት ናይ እግሪ ጉዕዞ ወሲኽና ሓደ ምሸት ጀዛን ኣተና። ብወገነይ ንጽባሒቱ ኣንጊሄ እቶም ገፈፍቲ ሰብ ከይረኽቡኒ ሸለብ ገልብ እናበልኩ ናብታ ከም ኦፐሬተር ሎደር ኮይነ ስራሕ ዝጀመርኩላ ሸሪካ ብቐጥታ ከይደ። ኩነታት ኣይከምቲ ዝተጸበኽዎን። እቶም ዘስርሑኒ ሰባት ርእይ መሰበሉኒ ብቐርኖም እዮም ተቐቢሎምኒ። ሎደርና ኣብ ጎልጎል ደርቢኻ ከድካ ከተብቅዕ ሕጂ ከኣ ከይሓፈርካ ክትምለሰና? ደረቐኛ ንሕና ደጊም ንከምዚ ከማኻ ውሕስነት ዘይብሉ ሰብ ከነስርሕ ኣይንኽእል ኢና ያላ ኣራሕ ነገር ከየምጻኻ ከለኻ ካብ ዝረሓቕ ኢሎም ኣግባዕብዑለይ ዝገብሮ ነገር ኣይነበረን እንትርፎ ምስ ነብስኻን ዕድልካን ምባኣስ ረዘነ ኣብ ሳምጣ በጺሑ ብኡንብኡ ናብ ጀዛን ተመሊሱ ሓዲሩ እቶም ኣቐዲሙ ዝተላለዮም ኤርትራውያን ሕጂ እውን ኣየጋይሽዎን። ንጽባሒቱ ከኣ ዕለታዊ ናብርኡ ዝመርሓሉ ስራሕ እንተ ረኸበ ተንቀሳቐሰ። ንግዜኡ ዝኾኖ ናይ ሚኒዋለ ስራሕ ከኣ ረኸበ። እታ ጥራዝ ነቲ ናይ ሽዑ ህይወት ብምዝካር ሃድን ፖሊስ ዕረፍቲ ዝህብ ኣይነበረን። ብሸለብ ገለብ ሰሪሕካ ብሸለብ ገለብ ትበልዕ። ኣብ መገዲ እናሻዕ ኣማዕዲኻ እናቋመትካ ንየማነ ጸጋም ቅድሜኻን ድሕሬኻን እናጠመትካ ኢኻ ትኸይድ። ኣይነበር ናብራ ኮይኑኒ ዓቕሊ ጸቢቡኒ ኣማራጺ ግን የለን ኦ ኣምላኸይ ባዕልኻ ሓልወኒ ኢልካ ትወፍር ዘውዓለ ከውዕለካ ንዑ ትገድፈሉ ግድን ስለ ዝኾነ ትወፍር ኣብ ትረመጽቲ ድፊ ኢልካ ትውዕል ትብል ታጥራዝ ረዘነን ኣብ ከምናቱ ስራሕ ዝተዋፈሩ ብጾቱን ሓድሕዶም እናተሓጋገዙን እናተደናገጹን ህይወቶም ኣብ ዝመርሕሉ ዝነበሩ ሓደ ረፍዲ እቶም ሰብ ምግፋፍ ዘይስልከዮም ፖሊስ ስዑዲ ተንቀሳቒሶም ኣለዉ ዝብል ወረ ተሰምዐ እሞ ዘዝሓዝካዮ ስራሕ ጠንጢንካ ጢጥ ኮነ። ገሊኡ ናብ ምሕብኢ ዝበሎ ገዛ ንኽኽወል ተቐዳደመ። ጉያ ተተሓሓዞም። ረዘነን ገለ ብጾቱን ግን ብኣጋ ዝሕብሉ ገዛ ኣይነበሮምን። እናጎየዩ ኣብ ክንድን ገዛውቲ ገጾም ናብ ገምገም ባሕሪ ገጾም እዮም ክጎዩ መሪጾም። ሓደ ድሕሪ ሓደ ከኣ ዓይኖም እናረኣየ ምስ ጫምኦምን ክዳኖምን ካብቲ ደንደስ ባሕሪ ጨብረቕ ጨፋዕ እናበሉ ንውሽጢ ባሕሪ ገጾም ሰጎሙ። ወተሃደራት ስዑዲ ነታ ከተማ በጽበጽዋ። ብዘይ መንበሪ ፍቓድ ንዝረኸበ ወጻእተኛ እናጎበጡ ከኣ ናብ ኣውቶቡስ ይሰቕልዎ ነበሩ። እንተ ረዘነ ኣብ ውሽጢ እቲ ባሕሪ ክሳዕ ልዕሊ ሽምጡ ብማይ ተኸቢቡ ኣብ ማእከል እቲ ባሕሪ ኣዕቆበ። ንሱ ብማዕዶ ነቶም ወተሃደራት ይሪኦም፣ ንሶም እውን ኣብ ደንደስ ባሕሪ ኮይኖም ብማዕዶ፣ ያ! ያ ሓራሚ! ያ ደንካሊ እናበሉ ክጻረፉ ብኸምዚ ገለ ደቓይቕ ተዓዝረ። እቶም ወተሃደራት ኪኖ ደንደስ ባሕሪ ሰጊሮም ንውሽጢ ገጾም ደፊሮም ክቕጽሉ ዘይምኽኣሎም ወይ ዘይምድላዮም እታ ንረዘነ ወትሩ እትገርሞ ነገር እያ። ኣብታ ጥራዙ ከኣ፣ ዝበዝሕ ግዜ ኣብ መገዲ ማለት ጽርግያ ክትጎይ እንተ ረኺቦምኻ፣ ኣይምሕሩኻን'ዮም። ዕድልካ ጸቢቑ ኣብ ጥቓ ገምገም ባሕሪ ወይ መስጊድ ከለኻ እንተጋጢሞምኻ ግን ብጉያ ካብቲ ደንደስ ናይቲ ባሕሪ ንውሽጢ ትኣቱ'ሞ ክሳዕ ልዕሊ ብርክኻ ዝኸውን ርሕቀት ትኸይድ። ኣይቀርቡኻን'ዮም። የኽርብ ቤትኽ ያ ደንካሊ! ዘምለጥካ ከይመስለካ! ጽባሕ ክትተሓዝ ኢኻ! ኢሎም እናተጻረፉ ብትጽቢት ረብሪቦም ይምለሱ። እቲ ምኽንያት መምለሲኦም ንኣይ ኣይበርሃለይን እዩ። ይገርመኒ ከኣ እንተ ክዳውንቶም ከይበላሸዎም ወይ እውን ባሕሪ ዑቕባ ስለ ዝሃበካ ደንጊጾም ኣይርደኣካን እዩ። ናይ ባሕሪ ነገር ከኣ እምበር ይገርመኒ ለካ ባሕሪ ጽቡቕ መዕቆቢ እውን እዩ። ረዘነ እቶም ወተሃደራት ረብሪቦም ምስ ከድሉ ነቲ ብማይ ባሕሪ ዝጠስጠሰ ክዳውንቱ እናጸሞቐ ብሸለብ ገለብ ናብታ ብጾቱ ዝእከቡላ ገዛ ኣምርሐ። ሎምኸ መን ተታሒዙ መን ከምሊጡ ይኸውን እናበለ ዝወረደ እናወረደካ ግን መሊስካ ህይወትካ ትቐፅል። ይኹን እምበር ናብራ ሃዳናይን ተሃዳናይን ዝፅወር ኣይነበረን። ተፀሚመ እቲ ትንፋስ ዝኸልእ ሃድን ማለት ግፋ ግን ፍፁም ንዓቕሊ ፀንቂቕዎ። ገለ እንተሓሸ ብምባል ከዓ ምስ ሓደ ዓርከይ ካብ ከባቢ ጀዛን ክንርሕቕ ምኽር ሓደርና ይብል ረዘነ። ካብ ጀዛን ደኣ ናበይ ኣቢልኩም? ሓቲተ። ኣርሒቕና ናብ ከበሳታት ስዑድያ ክንዲብ፣ ኣብተን ኣብኡ ዝርከባ ከተማታት ዘይንፍትን ኢልና ናብኡ ገጽና ክንከይድ ተሰማሚዕና። እቲ ሓሳብ ብኸመይ መጺኡ ርጡብ ምኽንያት ኣይነበረናን። ንዓይ ግን ዘይኩሉ ከርተት እዩ፣ ኩሉ ስደት እዩ ዝብል ኣንጸርጽሮት ዝነበረኒ ይመስለኒ። ሓደ ዘይሰግሮ ሓቂ ግን ነይሩ። ንሱ ኸኣ ንሕጋዊ መገሻ ዘይተዓደልኩ፣ ሂዋያ ዘይሓዝኩ ሰብ ብምዃነይ ንጉዕዞይ ኣውቶቡስ ወይ ነፋሪት ንመሕደረይ ሆቴል፣ ንመቐመጢ ገንዘብ ባንካ ዝሓተሉ ኣብነት የብለይ። ንዓይ ዝምልከት ኣይኮነን። እቲ ንዓይ ዝምልከት ነታ ዝውንና ጉልበት ሒዘ ካብ ሕማምን ካልእ መሰናኽላት ሃደንቲ ሰብን ከመይ ኢለ እናምለጥኩ ክሳዕ ድሌተይ ዝሰምር ምጉዓዝ ጥራሕ እዩ። ዓዲ ውዒል ከይከውን እዩ ወትሩ ጸሎተይ። ስለዚ ከኣ እየ ንከበሳታት ስዑድያ ብጉልበተይ ክፍትኖ ብምባል ናብቲ ዝሓሸ ስራሕ ይርከበኒ ዝበሃላ ከተማታት ክፍትን ዝተበገስኩ። ከም መጠን ገያሻይ ንቡር ናይ መገሻ ባልጃ ወይ ዓቢ ሳንጣ እውን ኣየድለየንን። ብዘይካ'ታ ኣድላዪ ወረቓቕተይ ማለት ከምዛ ሕጂ መዘኻኸሪት ጠቒማትኒ ዘላ ጥራዝ ዝሕዘላ ንእሽቶ ቦርሳ፣ ኣልቡም፣ ብንእሽቶ ሳንጣ ኣንጠልጥል ኣቢለ'የ ንርሑቕ መገሻ ተበጊሰ። ምስ ዓርከይ ከኣ ኣንጊህና ካብ ጀዛን ወጺእና። ካብታ ከተማ ንሸነኽ ሰሜን ንመገዲ ጀዳ ዝወስድ ጠረፍ ጠረፍ ጽርግያ ሒዝና እናሻዕ ንድሕሪት ቁሊሕ እናበልና ጉዕዞ ብእግሪ ጀሚርናዮ ትብል እታ ጥራዝ። ረዘነን ዓርኩን ነቲ ኣንጊሆም ዝተበገስሉ ጉዕዞ ብሓውሲ ዘብዘብ እኳ እንተ ጀመርዎ፣ ገለ ሰዓታት ምስ ተጓዕዙ ግን እታ ምስ ሓይላ እትውለድ ጸሓይ ምድረ በዳ ገና ከይረፈደ ከተቃጽሎም ጀመረት። ጸሓይ እቲ ነበልባል ሓዊ መሰ ኣፋነወቶ፣ መሬት ምድረ በዳ ናብ ረመጽ ተቐየረ። እታ ጸሓይ ካብቲ ንቡር ቦታኣ ለቒቓ ናብ መሬት ንምውራድ እናተወርወረት ትመጸካ ዘላ እያ ትመስል። እቲ ሙቐት ጎኒ ጎኒ ምረሻና ይውስኽ ነበረ። ኣብቲ ክትጥምቶ ከለኻ ዓይንኻ ዘርብርብ መወዳእታ ዘይብሉ ዝመስል ሰጣሕ ጎልጎል ምድረበዳ ብኽቱር ሃሩር ቁልዕጽ ኢልካ ከይትጠፍእ ኢኻ ትሰግእ። ኣብ ነፍሲ ወከፍ ስጉሚ ከኣ ነቲ ውዑይ ኣየር ስሒብካ ንዑ እናውጻኻ ትቕጽል በቃ ትኸይድ። ምስ ብጻየይ ነዊሕ ምስ ተጓዓዝና በረኻ በረኻ ምኻድ ይኣኽለና። ገለ ማኪና እንተረኸብና ናብቲ ቅጥራን ጽርግያ ወገን ገጽና ንቕረብ ተባሃልና። እናጥበብና ተጓዓዝናሞ ድምጺ ማኪና ብማዕዶ እንተሰሚዕና ኢድና ዊጥ ነብል ንኽማልኡና። ኣብቲ ለጥ ዝበለ ጽርግያ ማለት ቅጥራን መካይን ኣብ ሰዓት ሚእትን ዕስራን ኪሎ ሜተር እናተወንጨፋ ልዕሊ ሓሙሽተ ሰዓታት ተጓዒዘን እየን ኣብሃ ዝተባህለት ከተማ ዝበጽሓ። ንሕና እውን ተሰሊጡና ናብዛ ከተማ እዚኣ ንምብጻሕ እዩ ሓሳብና። ጠረፍ ጽርግያ ሒዝና ንዝሓለፈት መኪና ኢድና ዊጥ እናበልና ሓደ ሰዓት ዝኸውን ምስ ተጓዓዝና ሓደ እዳውና ክንዝርግሕ ዝረኣየና በዓል ትዮታ ፒክኣፕ ካባና ስግር ኢሉ ደው ኣበለልና። እናጎየና ኣርከብናዮ። ኣብ ማእከላይ ዕድመ ዝርከብ ስዑዳዊ እዩ። ገጹ ኣዕቲቡ ሓንሳብ ተበርጢጡ ጠመተና እሞ፣ ናብዚ በረኻ እዚ እንታይ ክትገብሩ መጺኹም? ክብል ሓተተና። ሕቶኡ ዘይሓሰብናዮ ብምንባሩ ድንግርግር ኢሉና። መሊሱ ሓተተና። ኣጠማምትኡ ባህ ስለ ዘይበለና ሃንደራእ ኢልና ኣይመለስናሉን። ንቐዳመይቲ ሕቶኡ መልሲ ምስ ሰኣነ በዓል መኪና ሕጂ እውን ተበርጢጡ። ራይሒን ወይን? እንሻኣላህ! በለና ናበይ ንኸይድ ከም ዘለና ንኽፈልጥ ናብ ኣብሃ በልናዮ ብሓባር ብኣስተ ሓቃር ክርትም ኢሉ ድሕሪ ምስሓቕ ዕንደኩም ሂወ ነታ ከም በርቂ እንፈርሓ ሕቶ ደርቤልና ኣብቲ ምድረ በዳቲ ፍቓድ መንበሪ ወረቐት ክትሕተት እንከለኻ እንተልካ ከም ዝምለስ እቲ ዝወረሮ ጥራይ ዝፈልጦም። ቀዳመይቲ ሕቶ ሰገጥ ብኻልኣይቲ ድማ ፈጠጠጥ። ኢንዶኩም ሂዋያ ወያ ሕቶ ተደጊማ። ረዘነ ጉዕዞ ረመጽን በረድን ሓቀኛ ዛንታ።